ሰላም ጥዕና ይሃሊ ኩቡራት ተከታተልቲ ሞቃ ሪኣክት እዚ ሞቃ ሪኣክት እዩ ሃምቲ ልተለመደ ሓደ ደርፊ ላባካትም ሒዝናልኩም መጺና እኔና ማለት እዩ እዚ ደርፊ ዒዋሉ ይልብል እና ገሬ ቹቹ ሃምቲ ትርእይዎ ኣለኹም ማለት እዩ ስለዚ ምናልባት ምስ እና ገሬ ዒዋሉ ሓዱሽ ደርፊ እዩ ቅድሚ ሰለስተ ክልተ መዓልቲ ዝወጸ እዩ ስለዚ ስለ ዒዋሉ ልብል ደርፊ ብደንቢ ጌርና ከነዋግዐኩም ኢና ማለት እዩ ቻናልና ላይክ ሼር ሰብስክራይብ ብምግባር ድማ ቤተሰብ ይኹኑ ሞቃ ሪኣክት ተጀሚሩ ከምቲ ዝተለመደ ቅድም ኢለ እውን ንምውጋዕ ምሞከርክዎ ማለት እዩ ዕዋሉ ላባኻትኩም ክነብሎ ኢና ልቻናልና ላይክ ሼር ሰብስክራይብ ብምግባር ቤተሰብ ይኹኑ ኣብቲ ናይ ሎማዓንቲ ክንሪኦ ደለና ና ገሬችቹ ዕዋሉ ልብል እዩ ማለት እዩ ስለዚ ምናልባት ካብ ግጥሙ ዜምኡ ቪድዮ ክሊፕ እውን ብተመሳሳሊ ሪእናዮ ኢና ደስ ልብል ብርግጽ ብፍላይ ምስ ቪድዮ ተታሒዙ ምስ ግጥሚ ብዙሕ ግዜ ክነዋግዐሉ ኢና ድሕር ኢልና ማለት እዩ ማለት ብሰፊሑ ክነዋግዖ ኢና ግጥሙ ተለላ ግጥሙ ታይ ምስ ታይ ከጋኒ እዩ ደልዩ ልብል ነገራት ማለት እዩ ቪድዮ ክሊፕ ግን ብልተፈለየ መንገዲ እዩ መጺኡ ገሬ ከፍቲ ንፈልጦ ላስዓ ማልብለብ ቀረባ ቅድሚ ሓደ ዓመት ልረእናሉ ቪድዮ ቪድዮ ክሊፕ ነይሩ ቆንጆ ልበሃል ቪድዮ ክሊፕ ብርግጽ ኣነ ኣብ ሃምስታት ነገራት ብፍላይ ምስ ና ባህላዊ ዓይነት ደርፍታት ና ጭራዋጣ ደርፍታት ብፍላይ ግጥሞም ሓደ ሓዲኦም በቃ ልዓበደ ግጥሚ እዩ ስለዚ ምናልባት ላስዓማ ልብል ቅድሚ ሓደ ዓመት ለውጽኦ ገሬለ ጽቡቕ ልበሃል ቪድዮ ክሊፕ እዩ ብግጥሙ ብርግጽ ኣውለ ልኾኑ ብልተወሰነ መልክዑ ክስተኻኸሉ ልግበኦም ለጥራሕ ከይኾነስ በቃ ልድብሩኻ ልእዝንኻ ልድብሩ ዓይነት ግጥምታት ነይረምዎ እየው ኣብዚ ናኸዚ ዒዋላው ልብል ግን ብልበኣሰ ደረጃ ላእየ ልኣኻትም ኣይኮነ ብልባሰ ደረጃ መጺኡ እዩ ማለት ታይ ምስታይ እዩ ኣጋኒዎ ልብል ማለት እዩ ናዚ ቪድዮ ክሊፕ እዚ ብጠቕላሉ ዓብዪ ልኾነ ኳሊቲ ክኾን ልኽእል ምናልባት የሳዕስዕ እዩ ክኾን ትቢቱ ማለት እዩ ካብ ብል ዘለለ ግን ታይ ኢሉ ኣሎ እስካብ ንብል ኢና ርኢናዮ ነርና እሞ ምናልባት ምስ ዒዋሉ ተታሒዙ ዒዋሉ ላባኻትም ክነብሎ ኢና ማለት እዩ ገሬ ቹቹ ዒዋሉ ልብል ደርፊ እዩ ሒዝልና መጺኡ ምስ ግጥሙ እንድሕር ሪእናዮ ኮይንና ጨጉሪ ዓይና ኩሕሊ ልለበሰ ደርጊ ስና ጸባ ልለበሰ ኩሑል ዓይና ኩሕሊ ልለበሰ ይብል ኣብቲ ናይ መጀመርያ ተለላ ግጥሙ ቆጽሊ ሃምቦሃምቦ ሱር ኩዒታ ለይትብላዕ ዶላ ብሸዊታ ለይትኳሸም ዶላ ብመርዓታ ይብል ሓደ የብለኒ ልበይ ልበይ ሓደ ይሰደኒ ልዓደቦይ ሓፍትኻ ዶ ነይራ ጓና ካምበይ ይብል

ሃቡናይ ዶ ነርኤኩም ይብል ካብኡ ናብ ቅርጺ ኣካላት ይኣቲ ማለት እዩ። ስለዚ ምናልባት ምስ ዒዋሉ ብግጥሚ ደረጃ እንድሕር ሪኢናዮ ኮይና ሕድሕድ ተለላ ማለት እዩ ኣብ ሓድሓዲኦም ገሬ ክነግረና ልደለየ ታይ እዩ ናታ ቆልዓ መልክዕ ናታ ቆልዓ ቅርጺ ናታ ቆልዓ ኣከዳድና ናታ ቆልዓ ናይ ጨጉሪ ኣሰራርሓ ኣብ ሓደ ይምጽእ እሞ ጽንሕ ኢሉ ለላ ገንዘብ ሃቡና እሞ ንሰርሕ ንዕውል ዓይነት ግጥሚ እኒኦ ትሕት ኢሉ ማለት እዩ። ስለዚ ምናልባት መን ምስ መን እዩ ኣጋኒዎ ልብል ነገራት ኣብቲ ግጥሚ በቃ ማለት ደስ ብልብል የኾነይ ተገሊፁ ምባል ይከኣል እዩ። ማለት ፍለው ኣብቲ ሓደ ነበረ ላብቲ ካሊእ ልመፀሉ መንገድታት ና ትራንዚሽን ጉዳይ ምንም ለይተሰርሐሉ ምባል ይከኣል እዩ። ስለ ጨጉሪ ዓይና ስለ ደርጊ ስና ላዋግዐ ፀኒሑ ስለ ምኩሻም የውግዕ ስለ መርዓት የውግዕ ቅጽል ኢሉ ሓደ የብለኒ ልበይ ልበይ ሓደ ይሰደኒ ልዓደቦይ ሓፍትኻ ዶ ነይራ ጓናኻ እምበይ ይብል ኣይዛ ቆልዓ እዚኣየ ኣነ መን ኢለ እየ ስማ ልጽውዓየ ጽንሕ ኢሉ ለለ ዒዋሉ ዒዋሉ ኣይትበሉና ገንዘብ ሲኢንና እምበይ ሃማኹም ኢና ይብል ገንዘብ እንድሕር ተዋሂቡ እንታይ ክኾን ማለት እዩ እንታይ ክገብር ማለት እዩ ስለዚ ምናልባት ምስ ግጥሙ ብዙሕ ላየይ ተመችየኒ ናና ማን ማለት እዩ ፍለው ለይሓለየ ካብቲ ሓደ ላብቲ ካልኣይ ክሸጋገሮ ልደለየ ነገራት ለይበሰለ ምባል ይከኣል እዩ ብደንብ ገይርካ ለክውገዐሉ ስለ ልኸል ማለት እዩ ንሓሙሽተ ደቂቃ ሰላሳ ሰከንዲ ደርፊ እዩ ሓዱሽ ደርፊ እዩ ቢቱ ገሬ ብልተፈለየ እዩ መፅኡ ማለት ካብ ኣከዳድና ጀሚሩ ልኾነ ዘመናዊ ዓይነት ከምስሎ ልሞከረሉ ደርፊ እዩ ዒዋለ ማለት እዩ ብግጥሙ ከምቲ ቅድም ኢለ ለዋጋዕኮ ብዙሕ የመሰጠን ኢላ እየ ናናማን ማለት እዩ ብርግፅ ኣብ ሃምዚኦም ዓይነት ናይ ባህላዊ ስራሕታት ዓበይቲ ከየንቲ እኒአውና እዮም ዓበይቲ ደረፍቲ እኒአውና እዮም ማለት ፍለው ደስ ልብል በቃ ግጥሙ ደስ ልብል ልእዝንኻ ትሰምዖ ለለይኩርኩሕ ማለት እዩ ገሪ ሒዝዎ ልመፀ ላስዓማ ቅድም ኢለ እውን ልምውጋዕ ሞኪረ ነይራ ላስዓማ ቆንጆ ልበሃል ደርፊ እዩ ካብ ቢቱ ትኸብረ ውቅዒቱ በቃ ብደንብ ገይሩ ከስዕስዕልካ ልኽእል ብደንብ ገይሩ ከዝናንየካ ልኽእል ማለት እዩ ግጥሚ እውን ብተመሳሳሊ ብርግፅ ቅድም ኢለ ለዋጋዕክዎ እቶም ና ጭራዋጣ ደረፍትና መብዛሕትኦም ለይጋነ ለይጋነ ደርፍታት እዮም ለጋንዩ ብፍላይ ኣሕና ሃም ነውሪ ልተቆፀረ ነገር ኣብ ኣደባባይ ወፂኦም ኣብ ቀረባለ ልኾነ ሓደ ደርፊ ነይሩ ሓማታስ የፈለጣይ ኣነ ግን ፍርቀ ጽርየያ ማለት ሓማታ ድንግል እያ ላላ ለይፈለጣ ኣነ ግን ፍርቀ ጽርየያ ምናምን ልብላ ቀረባታት ቫይራል ልወጸ ቪድዮታት ነይሩ ካልኦት እውን በቃ ማለት ሲሎም ግራ ላኣተወካ ነገር ማለት እዩ ብግጥሚ ደረጃ እዩ ካብኡ ዝተለመደ ዓይነት ና ውቅዒት ህርመት እልውልዎ እተለመደ ዓይነት ና ህርመት እስታይል እኒኦም ዳርጋ መብዛሕቲኦም ብ ና ባህላዊ ደርፊ እንድሕር ኮይኑ ማለት እዩ ስለዚ ምናልባት ገሬ እልተለመደ ዓይነት ግጥምለ ኣምፅእልና እዩ ማለት ኣብ ኻልኦት ንሰምዖ ነበርና ማለት እዩ ኣይ እዛ ቆልዓ እዚኣ እየ ኣነ መን ኢለየ ስማ ልፅዋዕየስ ልዕሊ ሚእቲ ግዜ ልኾኑ ደርፍታት ወፂኦም እዮም እዛ ግጥሚ እዚኣ ተለላ እዚኣ ማለት እዩ ኻልኦትለ ሃምኡ ስለዚ ምናልባት ብግጥሚ ደረጃ ብዙሕ ለይጥዕም ዓይነት ምባል ይከኣል እዩ። ላየ በተለይ ላየ ልኾነ ልእዝንኻ ልኹርኩሕ እዩ። እንታይ እዩ ክብል ደልዩ እዩ ከትብል ልኾነ ቴዲ ርእዮት ተስተውስዎ ተኾንኩም ምናልባት ብኣምሓርኛ ፍቅሬ ቶሎሳ ሓደ ግጥሚ ገጢሙ ነይሩ እና እዚ ሪያክሽን ንሱ ደስ ይብለኒ በቃ እንታይ እዩ ክብለና ደልዩ እንታይ ኢኻ ትብለና ደሊኻ ዝበለሉ መንገዲ ማለት እዩ ስለዚ ምናልባት ምስ ገሬ ዒዋ ልልብል ገሬ እንታይ ኢኻ ትብለና ደሊኻ ብግጥሚ ማለት እዩ ናብዚ ቪድዮ ክሊፕ ክናት ክንመጽእ ከለና ቪድዮ ክሊፑ ቆንጆ ልበሃል ቪድዮ ክሊፕ ምባል ይከኣል እዩ ምኽንያቱ ብኣሰራርሓ ደረጃ ሓሪፍ ልበሃል ኣብ ሓደ ፋብሪካ ልኾነ ልተጀመረ ታሪክ እዩ ኣብ ፋብሪካ ሰራሕተኛታት ምዃኖም የርእዩ ሓለቕቶቶም መጺኦም እቲ ልሰርሕዎ ስራሕትታት ርእዮም ኣብ ልኾነ ቢሮ ኣትዮም ልበይኖም ማለት እዩ ልግምግምሉ ወይም ደሞ ልነጋገርሉ ልኾነ ፓርት እንዮ ልኾነ ፓርት ለለ ጥልፊ ልተኸደነት ቆንጆ ልኾነት ቆልዓ ምስ ሓደ ማለት ምዝ ሜን ካራክተር ምስ ገሬ ማለት እዩ ምዝ ዋና ካራክተር ልባል እና ፍቕሪ ዓይነት ኣረኣያታት ኣጠማምታታት ይመጽእ እሞ ድሕሪኡ ምስዕሳዕ ድሕሪኡ ለኣ እዩ እቲ ግጥሚ ልተገጠመላ ወይም ለኣ እዩ እቲ ደርፊ ልተደረፈላ ናይ ከለር ኮምቢኔሽኑ ደስ ልብል ናይ ከለር ኮምቢኔሽን ኢና ሬና ኣብዚ ቪድዮ ክሊፕ ገሬ ልተኸደኖም ኣከዳድናታት እውን ብተመሳሳሊ ልተቐየረሉ እቲ ቢትስ ካብ ካብቲ ናይ መጀመርያ ብፍላይ ኣብ ምድራብ ልተፈለየ ልተቐየረ ቢት ኢና ላረና ነርና እሞ ምናልባት ቢቱ ደስ በሃሊ ምባል ይከኣል እዩ ማለት ከሳዕስዐካ ይኽእል እዩ ብደንቢ ገይሩ ከሳዕስዐካ ይኽእል እዩ ምስ ቪድዮ ክሊፕ ግን ኣምዛ ዕንተ ወልወል እኮ ብዳይሬክቲንጉ ብጣዕሚ ቆንጆ ልበሃል ዳይሬክቲንግ ልተሰርሐሉ እዩ እና ከለር ኮምቢኔሽኑ ደስ በሃሊ እዩ ኣብኡ ልተጠቀምዎም ኣልባሳት እውን ብተመሳሳሊ ፅቡቅ ልበሃል እዮም እና ፋብሪካ ሰራሕተኛታት እዮም ድሕሪኡ እታ ጥልፊ ልገበረት ጎርዞ ካልኦት እውን ብተመሳሳሊ ማለት እዩ ፅቡቅ ልበሃል እና ቪድዮ ክሊፕ ክኾን ይኽእል እዩ ብግጥም ግን ሃምዚ ዕንተ ወላ ዋጋዕናዮ ብዙሕ ልምስጥ ዓይነት የኾነይ ቪድዮ ክሊፑ ግን ልተዋፀኣሉ ብዙሓት እውን ሪኣክሽን ልሰርሕሉ ብፍላይ ኣብ ቲክቶክ ዝተሰርሐሉ እዩ ዒዋሊ ዒዋሊ ልብል ማለት እዩ ብሓፈሻ ግን እቲ ና ገሬ ደርፊ ካብ ግጥሚ ወፃኢ ኣብ ቪድዮ ክሊፑ ግን ቆንጆ ልበሃል ስራሕ ምባል ይከኣል እዩ ድሕሪ ሓደ ዓመት እዩ መፂኡ ገሬ ድሕሪ ላስዓማ ማለት እዩ ስለዚ ምናልባት ኣብ ሃምዚኦም ነገራት ማለት በተለይ እቲ ባህላዊ ዝሰርሑ ኣርቲስታትና ዝኾነ ልእዝኒ ልኹርኳሕ ነገር ተሌምፁ በቃ ሓደለ ደርፊ እኒኦ ብዚ ኣጋጣሚ እዚ ካብዚ ልመቐለ ሓደ ግዛዕ ካብዚ ልዓድዋ ካብዚ ልሽረ ኣበይ እዩ ኮይኑ ልደርፍ ለ ግራይ ልኣትየካ ኣበይ እኒኦ እሱ እስካብ ትብል ማለት እዩ ካብዚ ልዓድዋ ሓደ ግዛዕ ካብዚ ልዓድዋ ልሽረ ካብዚ ልታይ ልባሃል ልኣላማጣ ልራያ ልገለ ይብል ኣበይ እዩ እኒኦ ግን ኣይፍለጥ ስለዚ ምናልባት እዚ ና ግጥሚ ና ባህላዊ ግጥምታትና ስኢሎም ልዓወዱ እዮም መብዛሕትኦም ዝተሰብሰቡ እዮም መስለኒ ካብ መንደራትና ወይም ካብቲ ነዋግዖ ክኾን ይኸእል እዩ ግን በቃ ብለይ ኩርኩሕ መንገድታት ብሓለፈላ ዋጋዕና ነርና ኢና ብዚ ኣገጣሚ እዚ ክብራት ተኸታተልቲ ምስ ተዋሓደ ማለት ተዋሓደ ሕዚ ፍለው ደስ በሃሊ እዩ እና ራሄል እውን ብተመሳሳሊ ሪእና ነርና ፍለው ደስ በሃሊ እዩ ተናእሰስ ለእዝኒ ኣይኹርኩሒ ካብቲ ባህላዊ ትመጽ ተለና ግን ንእሽቶን ልኸብድ ነገራት ለስለ ልኾኑ ማለት እዩ ስለዚ ዒዋሉ ብዚ ልትከታተልዎ ይመስል ነይሩ እቲ ለዋጋዕናዮ ማለት እዩ ካብ ግጥሚ ወጻኢ ኣብ ቪድዮ ክሊፑ ግን ቆንጆ ልበሃል ስራሕ ምባል ይከኣል እዩ ገሬ ላስዓማ ብልተፈለየ መንገዲ እዩ መጺኡ ብቢት ደረጃ ብኣከዳድና ደረጃ ውን ብተማሳሊ ኣብዚ ቪድዮ ክሊፕ ካምንረኣዮ ተኮይኑ ብልተፈለየ መንገዲ መጺኡ እዩ ኣብ ቀጻሊ ሓሪፍ ልኮነ ደርፊ ከስመዐና ትጽቢት ይግበረሉ እዩ ምክንያቱ እዚ ሰብ እዚ ጽቡቅ ልበሃል ዓቅምታት ለለዎ ልሓለፉ ስራሕትታቱ እንድሕር ሪእና ኮይና ካብ ቹቹየ ቹቹ ጀሚሩ ቆንጆ ልበሃል ደርፍታት ውን ላደረፈ ልነበረ በተለይ ኣብ ክርስትና ኣብ መርዓ ብደንቢ ገይሩ ከሳዕስዕ ልክእል ዓይነት ቪድዮ ክሊፕ ላሰርሐ ነይሩ እዩ ሐዚ እቲ ሒዝዎ ልመፀ ግን ካብ ግጥሚ ወፃኢ ኣብ ቪድዮ ክሊፑ ቆንጆ እዩ ኣብቶም ቐፀልቲ ስራሕታቱ ግን ካብዚ ብልበለፀ ሓሪፍ ስራሕ ሒዙ ክመፅእ ትፅቢት ይግበረሉ እዩ ኣሕና ለ ንፅበ ማለት እዩ ኣይ ሆብ ብቆንጆ መልክዑ ለለ ሪኣክሽን ሃም ንሰርሐሉ ተስፋ ንገብር ማለት እዩ ሞቃ ሪኣክሽን ትከታተልዎ ይመስል ነይሩ ኣብ ቐፃሊ ብካሊእ ደርፊ ክንጋነ ኢና ማለት እዩ ልቻናልና ላይክ ሼር ሳብስክራይብ ብምኳን ቤተሰብ ይኩኑ እስካብ ሽዑ ሰላም።